ሃሌሉያ ሰይ ስም ይባረክ ጎይታ ሃሌሉያ። እሱ እሙን ረዳኢና እዩ። ክብሪ ንኣምላኽ ይኹን። እሙን ረዳኢ እግዚኣብሔር፣ ፍጹም ረዳኢ እግዚኣብሔር ይመስገን። ሃሌሉያ እሙን እዩ። በቃ ክብሪ ንስሙ ይኹን። ሃሌሉያ ባርከስ ሎሚ ወንጌል ዮሐንስ ምዕራፍ ሓሙሽተ ክንርኢ ኢና። ክብሪ ንኣምላኽ ይኹን። የሱስ ክርስቶስ ጐይታ እዩ። እንታይ እዩ ዝብል እቲ ጽሑፍ? የሱስ ኣብ ቤት ሳይዳ ሓደ ሕሙም ከም ዘሕወየ፣ ድሕርዚ ድማ በዓል ኣይሁድ ኮነ። የሱስ እውን ናብ የሩሳሌም ደየበ። ኣብ የሩሳሌም ኣብ ጥቓ ደገ ኣባጊዕ ከኣ ብዕብራይስ ቤት ሳይዳ ዝበሃል ሓሙሽተ ገበላ ዘለዋ ቀላይ ነበረት። ኣብኡ ናይቲ ማይ ምንዋጽ ዝጽበዩ ብዙሓት ሕሙማትን ዕዉራትን ሓንካሳትን ልሙሳትን ይድቅሱ ነበሩ። እንዳ ሓንሳእ መልኣኽ እግዚኣብሄር ናብቲ ቀላይ ወሪዱ ነቲ ማይ የናውጾ ነበረ። እቲ ቀዲሙ ወሪዱ ኣብቲ ዝተናወጸ ማይ ዝኣተወ ኸኣ ካብ ዘለዎ ኩሉ ሕማም ይሓዊ ነበረ ኢሉ የሱስ ክርስቶስ ጎይታ እዩ። እግዚኣብሔር ስሙ ይባረክ። ሃሌሉያ ኢየሱስ ክርስቶስ ጎይታ እግዚኣብሔር ኣብ ዘመን ኩሉ በብናቱ ግዜ ነናቱ የዳልወልና እዩ። ክብሪ ንስሙ ይኹን። ኣምላክ እሙን እዩ። ሃሌሉያ ኢየሱስ ክርስቶስ ጎይታ እዩ። ኣብዚ ቃላይ እዚ ዝኣተዉ ዘበሎ እቲ መልኣኽ እግዚኣብሔር ከንቀሳቐሶ ከሎ እግዚኣብሔር ይመስገን እንታይ ይገብር ነይሩ ተቀዲሙ ዝኣተወ የሓዊ ከም ዝነበረ ይነግረና ኣሎ እግዚኣብሔር ይመስገን ኢየሱስ ክርስቶስ ጎይታይ ክብሪ ንስሙ ይኹን ሕጂ ግን ሕወተይ ጎይታ ይባረኽ እቲ እንኮም ሕወይ ኢየሱስ ጥራይ እግዚኣብሔር ይመስገን ናብ የሱስ ዝመጸ ድማ ሕጂ እንታይ ይኸውን? ይሓውይ ይፍወስ። እግዚኣብሔር መስገን ብምንታይ ብመንፈስን ብስግን ብኩሉ እንታይ ገብሮ ጎይታ ይሕውዮ። እግዚኣብሔር መስገን ሃሌሉያ። ብኩሉ ይፍወስ። እግዚኣብሔር ይባረክ። ስለዚ ትንኮ ምርጫና ናብ የሱስ ምምፃእ እግዚኣብሔር መስገን። ናብ የሱስ ዝመፀ ፈውሲ ይቕበል። ናብ የሱስ ዝመፀ ክብርን ኣምላኽ ይኹን። ሃሌሉያ። ምሕረቱ ይቕበል። ናብ የሱስ ዝመጸ በረከቱ ይቕበል። ናብ የሱስ ዝመጸ ፈውሲ ምጽንና ይረክብ። እግዚኣብሔር ይመስገን። ናብ የሱስ ዝመጸ ኣብ ሓጎስ ይነብር። ናብ የሱስ ዝመጸ ኣብ ሰላም ይነብር። ናብ የሱስ ዝመጸ ኣብ ዕርፍቲ ይነብር። እግዚኣብሔር ይመስገን። ሓንሳብ እናሓወሩ እንታይ ይኸውን? ሃሌሉያ ሃሌሉያ ሃሌሉያ ብዕርፍቲ ይመላለስ ብሰላም ይመላለስ ምእታውን ምውፅኦን ዝተሓለወ ይኸውን እግዚኣብሔር ይመስገን ኢየሱስ ክርስቶስ ጎይታይ ክብርን ኣምላክ ይኹን ሃሌሉያ ሽሙ ይባረክ ኢየሱስ ክርስቶስ ያዊ ትዘሎን ዝነበረን ዝመፅን ኣምላክና ኣይተለወጠን ሕጂውን ኩሉ ግዜ እንታይ ንሱ ሓድሽ እዩ ኩሉ ግዜ እንታይ ንሱ ድንቂ እዩ ኩሉ ግዜ እንታይ ንሱ ኣብ ጸጽባሕ ዝረድእ የሱስ ክርስቶስ ጎይታ እዩ እታ መዓልቲ ምድሓን ሕጂ እያ ጎይታው እንታይ ገበረን ኣይደኸመን የሱስ ክርስቶስ ጎይታ እዩ ናብ የሱስ ንምጻእ ንየሱስ ንድለዮ ንየሱስ እንታይ ንግበሮ ንጽማኣዮ ክብሪ ንኣምላኽ ይኹን ሃለሉያ ዝደለይዎ እንታይ ይገብረሎም እዩ ጎይታ ይርከበሎም እዩ ክብሪ ንኣምላክ ይኹን የሱስ ጎይታይ ጎይታ ይባረክ ሃሌሉያ ቅጭለ ክብሪ ንኣምላክ ይኹን ያ እቲ ኣቀዲሙ ዝወረደ እንታይ ይኸውን ነይሩ ኢልና ይሓዊ ነይሩ ይብለና ኣሎ እግዚኣብሔር መስገን የሱስ ክርስቶስ ጎይታይ ቀፂሉ እንታይ ዝብለና ዘሎ እግዚኣብሔር እሙን እዩ ሃሌሉያ እቲ ቅድም ወሪዱ ኣብቲ ዝተናወጸ ማይ ዝኣተወ ከኣ ኢሉ ካብ ዘለዎ ኩሉ ሕማም እንታይ ይኸውን ይሓዊ ነበረ ኢሉ ክብሪ ንኣምላኽ ካብ ዘለዎ ኩሉ እንታይ ይገብር ይሓዊ ነይሩ ክብሪ ንኣምላኽ ይኹን ሰላሳን ሸሞንተን ኢሉ ሕጂ ናይ ሓደ ሰብኣይ ዝተጻሕፈ ኣብ ዝሎ እግዚኣብሔር መስገን ጎይታ ዝገበረሉ ተኣምራት ክብሪ ንኣምላኽ ይኹን ሰላሳን ሸሞንተን ዓመት ዝሓመመ ሓደ ሰብኣይ ከዓ ኣብኡ ነበረ ሰላሳን ሸሞንተን እንታይ ገይሩ ሓሚሙ ንሰላሳን ሸሞንተን ዓመት ዝሓመመ ከዓ እንታይ ነይሩ ኣብኡ ነይሩ ጎይታ ይባረክ ሃሌሉያ ሰላሳን ሸሞንተን ዓመት ዝሓመመ ሓደ ሰብኣይ ከዓ ኣብኡ ነበረ የሱስ ድማ ንኡ ደቂሱ ምስ ረኣዮ ነዊሕ እዋን ምሕማሙ ፈሊጡ ነዊሕ ሕማም ነዊሕ ዓመትሲ ንሕማሙ ፈሊጡ ጎይታ እግዚኣብሔር ስሙ ይባረክ ነዊሕ እዋን ምሕማሙ ፈሊጡ ክትሓዊ ዶ ትደሊ ኢኻ ዳይለዎ ጎይታ ይሓትት በቃ እግዚኣብሔር እንታይ እዩ ናይ ፍቃድ ኣምላክ እዩ ዝገርም እዩ ክትሓዊ ዶ ትደሊ ኢኻ እግዚኣብሔር እንታይ እዩ ፍቅሪ እዩ በቃ ብፍቅሪ እዩ ዝፅበየና ኣሕዋት እዩ ፍቃድ ሂብና እዩ ፍቅሪ ግን ዝፅበየና እግዚኣብሔር ይመስገን ምርጫ ሂብካ እዩ ዝፅበየካ ግን እግዚኣብሔር ይባረክ የሱስ ክርስቶስ ጎይታ እዩ። እግዚኣብሔር እንታይ እዩ ፍቅሪ እዩ ጎይታ ይባረክ ሃለሉያ ሃሌሉያ ናይ እግዚኣብሔር መሪሕነት እንታይ ብፍቅሪ እዩ ዝምራሕ ግብርና ኣምላክ ይኹን ብፍቅሪ እዩ ዝጓስየካ ብፍቅሪ እዩ ዝመርሓካ ይፅበየካ እግዚኣብሔር ይመስገን ክትሓውዶ ትደሊኻ ምሕማሙ እኮ ፈልጥ ኣሎ ከም ዝሓመመ እኮ ይርኢ ኣሎ የሱስ ጎይታ እዩ ምሕዋይ ከም ዘድልየ እኮ ፈልጥ እዩ ምክንያቱ ንሱ ጎይታ ሰማይን ምድርን ኩሉ ዝምርምር ልብን ኮላሊትን ዝምርምር ኩሉ ኢዱ ዝሓዘ ስልጣን ዘለዎ ዓብ ንጉስ እዩ እግዚኣብሔር መስገን ግን እግዚኣብሔር ፍቅሪ ስለዝኾነ ናይ ፍቃድ ኣምላኽ ስለዝኾነ ኣምላኽና ፍቅሪ እዩ ክብርና ኣምላኽ ይኹን ክትሓውዶ ትደሊ ኢኻ ኢሉ ክሓቶ ከሎ ንርኢ እግዚኣብሔር መስገን ሃሌሉያ ክብሪ ንስሙ ይኹን ሃሌ ሉያ ትደሊ ዲኻ በሎ። እቲ ሕሙም ከኣ ጎይታይ እቲ ማይ ምስ ተናወጸ ናብቲ ቀላይ ዘውርደኒ ሰብ የብለይን ኣነ ክሳዕ ዝመጽእ ድማ ካልእ ቀዲሙኒ ይወርድ ኢሉ መለሰሉ። ግብሪ ንሽሙ እግዚኣብሔር እሙን እዩ። ጎይታ ይባረኽ። ጎይታ ሓደ መዓልቲ ረድእካ እዩ። ጎይታ ሓደ መዓልቲ መጸካ እዩ። እግዚኣብሔር ምስ መጸ ግን ኩሉ ነገራትካ እንታይ ይኸውን ይልውጥ እዩ። ሃሌሉያ ሰብ ይቕድሞ ነይሩ ነዚ ሰብ እዚ እግዚኣብሔር እሙን እዩ እሱ ክሳብ ዝበፅሕ ካልእ ሰብ ይቕድሞ ነይሩ ኢየሱስ ክርስቶስ ጎይታ እዩ ጎይታ ግን ሃሌሉያ ሕጂ ግን እግዚኣብሔር ተፀዊዕካ ኣብ ዝኾነ ቦታ ሃሉ ኣብ ዝኾነ ሃሉ ብቕፅበት ብፍጥነት እዩ እንታይ ዝገብረልካ ዝምልሰልካ እግዚኣብሔር ይመስገን ጥራይ እንታይ ግበሮ ንጎይታ ፀዋዓዮ ጥራይ እንታይ ግበሮ ድለዮ ክብርና ኣምላክ ይኹን ነቶም ዝደልይዎ እሱ እንታይ እዩ ቀረብኦም ፀዋዓዮ የሱስ ፈውሰኒ በሎ የሱስ ኣበርትዓኒ በሎ የሱስ ታሪኸይ ቀይሮ በሎ የሱስ ሃሌሉያ መንገድካ ፍልጠኒ በሎ እግዚኣብሔር ይመስገን የሱስ ክርስቶስ ጎይታ እዩ ሃሌሉያ ሽሙ ይባረክ ሃሌሉያ ሰብኣይ እዚ እንታይ ገይሩሉ መፂሉ ምሕዋይ ኮይኑሉ መጣዓይ ኮይኑሉ ፈውሲ ኮይኑሉ እግዚኣብሔር ይመስገን ምብፃሕ ኮይኑሉ ጎይታ በፅሕ ህይወት እየ ብዝተፈላለየ ተሓልፉ ዘለኹ ሃሌሉያ እዚ ናተይሲ ሃሌሉያ ሮማይ ትብሉ ዘለኹ የሱስ ይርኤ እዩ እግዚኣብሔር ይርኤ እዩ የሱስ ክርስቶስ ህያው እዩ ይርኤ እዩ ንሱ ኣጆኹም ልብኹም ኣይሸበር ሃሌሉያ ልብኹም ሃሌሉያ ኣይተሓለል ንእግዚኣብሔር ንምፅዋዕ ኣይትተሓለሉ ንእግዚኣብሔር ሃሌሉያ ምፅባይ ኣይትተሓለሉ ንእግዚኣብሔር ምርኣይ ኣይትተሓለሉ እግዚኣብሔር ኣብ ግዚኡ ፅቡቅ ዝገብር ኣምላኽ እዩ ክመጽእ እዩ ኩሉ ብግዜኡ ድማ ጽቡቕ ዝገብር ኣምላኽ እዩ ኣሕዋተይ ሃሌሉያ እዚ ሰብኣይ እዚ ብዙሕ ግዜ ሰላሳን ሸሞንተን ዓመት ክሓዊ ይደሊ እሞኒ ቀዲሞሞ ይኣቱ ይምለስ ድማ ነይሩ ተሓሊሉ እዩ ነይሩ ነገር ግን እግዚኣብሔር ሰናዩ ይርከብ እዩ ይመጽእ እዩ ኣብ ግዜኡ ሁሉ ጽቡቕ ዝገብር ኣምላኽ እዩ እሞ ንኣምላኽ ንምጽዋዕ ኣይትድከም ንኣምላኽ ንምድከ- ንምድላይ ኣይትድከም ኩሉ ግዜ እንታይ ግበሮ ጽዋዕዮ ኩሉ ግዜ እንታይ ግበሮ ድለዮ ኩሉ ግዜ እንታይ ግበሮ ሃሌሉያ ተኣመኖ እግዚኣብሔር እሙን እዩ ሃሌሉያ ክብሪ ንስሙ ይኹን የሱስ ጎይታ እዩ በቃ ነዚ ሰብኣይ እንታይ መፂሉ ድንገት መፂሉ በቃ ድንገት መፂሉ የሱስ ጎይታ እዩ ጸሎትኩም ኩሉ ግዜ ኣብ እግዚኣብሔር ሕሱብ እዩ ሃውያትኩም ኩሉ ግዜ ኣብ እግዚኣብሔር ሕሱብ እዩ ጎይታ ግን ናቱ ግዜን ሰዓትን ኣለዎ ከይመፀ ግና ኣይተርፍን እዩ ኩሉ ግዜ ሃሌሉያ ንድለዮ ኩሉ ግዜ ንፀዋዓዮ ደኺምካ ዲኻ ኣበርትዓኒ በሎ የሱስ ጎይታይ ፈውሲ ዲኻ ደሊኻ ፈውሰኒ በሎ ምድሓን ዲኻ ደሊኻ መንገድኻ ፍልጠኒ በሎ እግዚኣብሄር ዝሰምዕ ዝርኢ ዝምልስ ኣምላኽ እዩ ምክንያቱ ኩሉ ናቱ እዩ ኩሉ ካብኡን ብኡን እዩ ብዘይብኡ ድማ ዝኾነ ነገር የልቦን ኩሉ ናቱ እዩ እግዚኣብሄር ይመስገን ስለዚ ነዚ ሰብኣይ ዝመከርኡ ክንትጠሉ ከሎ ንርኢ ኣለና መከርኡ ሃሌሉያ ከርሕቐ ከሎ ንርኢ ኣሎና። ድንገት መጺሉ ሰብኣይ እንታይ ዘድልዮ ምሕዋይ እዩ ዘድልዮ ነይሩ፣ ምንቅስቓስ እዩ ዘድልዮ ነይሩ፣ ምፍዋስ እዩ ዘድልዮ ነይሩ። ሃሌሉያ ስሙ ይባረኽ የሱስ ጎይታ እዩ። ሃሌሉያ ኣምላኽ እሙን እዩ። እግዚኣብሔር ምስ መፀ ግን ነገራት ልውጥ እዩ። እግዚኣብሔር ምስ መፀ ግን ታሪክ ይልውጥ እዩ። እግዚኣብሔር ምስ መፀ ግን ሃሌሉያ ተኣውራ ነገራትካ እዩ ሃሌሉያ ዝመፅእ የፀብቐካ እዩ፣ ይልውጠካ እዩ። ታሪክካ ዝልውጥ ኣምላኽ እዩ። ስለዚ የሱስ ጎይታ እዩ። እግዚኣብሔር ምስ መፀ ዝበለፀ ነገር እዩ ዝኸውን ናትካ። ሃሌሉያ ክብሪ ንስሙ ይኹን። ሃሌሉያ የሱስ ጎይታ እዩ። ምናልባት ሰብ ከይርእየካ ይኽእል እዩ እግዚኣብሔር ግን ርእየካ ኣሎ ሓወይ ሓፍተይ እግዚኣብሔር ግን ምልስ እዩ እግዚኣብሔር ግን በፅሕ እዩ ስለዚ ፀዋዕዮ ኣብ ምድረ በዳ ዲኻ ዘለኻ ፀዋዕዮ ኣብ ሽግር ዲኻ ዘለኻ ፀዋዕዮ ሓጋዚ ድዩ ዘይብልካ ፀዋዕዮ እግዚኣብሔር ሰናይ እዩ ስኡሙን ረዳይ እዩ ፍጡን ረዳይ እዩ ስሙ ይባረክ ሃሌሉያ ክብሪ ንስሙ ይኹን እንታይ ኢልዎ ክትሓዊ ዶ ትደሊ ኢኻ ኢልዎ ኣምላኽ እሙን እዩ ኣምላኽ ኢልና ናይ ፍቓድ ኣምላኽ እዩ ኢልና ኣለና ኣይኮነን የሱስ ክርስቶስ ጎይታ እዩ ሃሌሉያ ኣነ ክሳብ ዝመፅእ የሱስ ክርስቶስ ጎይታ እዩ ኣነ ክሳብ ዝመፅእ ድማ ካልእ ቀዲሞምኒ ይወርዱ ኢሉ መለሰሉ የሱስ ከዓ ኢየሱስ ከኣኒ ኢየሱስ ከኣ ተንስእ ተንስእ ኢልዎ እግዚኣብሔር ይመስገን ሽዑ ኡ ሃሌሉያ ስሙ ይባረኽ የሱስ በዚ ሰዓት እዚ ድንገት ረኸበልኩም እግዚኣብሔር ኣምላኽ በዚ ሰዓት እዚ ድንገት ረኸበልኩም ሃሌሉያ እቲ ጎይታ ሰማይን ምድርን ንሱ ድንገት ረኸበልኩም ብመንፈሱ ይብፅሓኩም ሃሌሉያ ሽም የሱስ ክርስቶስ ሃሌሉያ ተይሎ ተንስእ እሞ ኣራትካን ኢልካ ኪድ ኢልዎ እግዚኣብሔር ይመስገን ኣይገርምን ሕልሚ እንዳመሰሎ ተጻሒፉ ኣሎ ኣብ የሱስ ክርስቶስ ጎይታ ኣብ ግብሪ ሃዋርያት ምዕራፍ ዓሰርተ ክልተ እዚ ጴጥሮስ እዚ ራእይ ዝርኢ ዘሎ እናመሰሎ እዩ እንታ ኮይኑ ሃሌሉያ ኣይተረድኦን እቲ መልኣኽ ክሳብ ፈቲሑስ ሳልሳይ ከንሸሎ ሃሌሉያ በቲ ንዓና ዝርዳእና ማለት ይህብሩና ኣምላኽ ይኹን ክሳብ ዘብፅሖስ ኣይተረድኦን የሱስ ክርስቶስ ጎይታ ራእይ ዝርኢ ዘሎ እዩ ትመስሎ ነይሩ ሽዑ እቲ መልኣኽ እግዚኣብሔር ካብ ምስ ከደ ተረዲእዎ እቶም ዝጽልዩ ዝነበሩ ቅዱሳን ንባዕሎም ሲ ጴጥሮስ ኣይኮነን መልኣኽ እዩ መንፈስ እዩ ክሳብ ዝብሉ ማለት እዩ እቲ ዝጽልይዎ ሃሌሉያ ክሳብ ዝርስዕዎ ኩሉ ሳዕ እታ ማሕበር ሲ ስለ ጴጥሮስ ትጽሊ ነበረት እኳ ኢኻ ዝብል ዝገርም እዩ እግዚኣብሔር እቲ ጸሎትካ ንስኻ ኢኻ ረሲዕካዮ እምበር ንሱ ኣይርስዕን እዩ ኩሉ ግዜ ብ እግዚኣብሔር እንታይ ኣሎን እንታይ ኢልና ኣሎና ምዝጉብ እዩ እግዚኣብሔር ይመስገን ስለዚ ድንገት ዝርከብ ኣምላኽ እዩ ድንገት ዝርከብ ኣምላኽ እዩ ነዚ ከዓ እንታይ እዩ ገይርዎ ድንገት ተረኪብሉ ጎይታ እቲ ዝሕለሎ እቲ ዘድከሞ እቲ ንዘመናት ምስኡ ዝተጓዕዘ እሮማይ ዝበሎ በቃ የሱስ ጎይታ እዩ ኢየሱስ ክርስቶስ ጎይታ እዩ ሰብ ክሕለል ይኽእል እዩ እግዚኣብሔር ግን ኣይሕለልን እዩ ሃሌሉያ የሱስ ክርስቶስ ጎይታይ ተንስእ ኢልዎ ሃሌሉያ እሞ ኣራት ትካል ኢልካ ሂድ ኣይገርምን ክብሪ ንኣምላኽ ምትንስኡ ጥራይ ኣይኮነን ሰብኣይ እዝስ ሰላሳን ሸሞንተን ዝለመሰ ሰላሳን ሸሞንተን ዓመት ዝለመሰሲ ኣራት ኣይኮነን መግቢ ክበልዕ ከማን ከቢድ እዩ የሱስ ጎይታ እዩ ሃለሉያ የሱስ ክርስቶስ ጎይታ እዩ ግን ከምኡ እዩ እግዚኣብሔር ክፍውሰካ ከሎ ሓይሉ እንኮላ እዩ ዝበካ ሓይሉ እንኮላ እዩ ዝዕጥቀካ እግዚኣብሔር ይመስገን ታሪክካ እዩ ዝልውጦ ሃሌሉያ መንነትካ እዩ ዝልውጦ ተሓሊፈኒ ዝበልካዮ ሲ ሃሌሉያ ብሸውዓተ ዕፅፊ ዝክሕስ ኣምላኽ እዩ እግዚኣብሔር ይመስገን ስለዚ ፈዊሱ ሓይሊ ድማ ክህባ ከሎ ንርኢ ዓራት ዘሰክም ሓይሊ ሃሌሉያ ምክንያቱ ንሱ ኢልና ኣለና ሰማይን ምድርን ኣብ ኢዱ ዝሓዘ ጎይታ እዩ ስልጣን ናት እዩ ንግስነት ናት እዩ ሽመት ናት እዩ ሓይሊ ናት እዩ ከኣልነት ናት እዩ ንሱ ክእል እዩ ብሓደ ግዜ ነገራቱ እንታይ ገይርዎ ክቕይሮ ከሎ ንርኢ እግዚኣብሔር ይመስገን የሱስ ክርስቶስ ጎይታይ እሱ ብነብስን ብስጋን ዝፍውስ ኣምላኽ እዩ ታሪካ ዝቕይር ኣምላኽ እዩ ሓይሊ ዝህብ በቃ የሱስ ክርስቶስ ጎይታይ ካብ ናይ ኩሎም ዝበለፀ ሃሌሉያ የሱስ መፂኡሉ በቃ ትዘዕርፍ ሰላም ዝህብ ሃሌሉያ እቲ በረከት ዘለዎ ሃሌሉያ እግዚኣብሔር ይመስገን እቲ ዕርፍቲ ዘለዎ እግዚኣብሔር ይመስገን የሱስ ክበፅሐካ ከሎ ከምኡ እዩ እግዚኣብሔር ክበፅሐካ ከሎ ክብሪ ንኣምላክ ይኹን ነብስኻ ዕርፍቲ እያ ትረክብ ነብስኻ ሰላም እያ ትረክብ ሃሌሉያ ክብሪ ንስሙ ይኹን ተንስእ እሞ ኣራትካን ዒልካ ኪድ በሎ እቲ ሰብኣይ ብኡ ንብኡ ሓወየ ብኡ ንብኡ እንታይ ገበረ? ሓወየ። የሱስ ክርስቶስ ጐይታይ እግዚኣብሔር ጸውዕዎ፣ ካብ ልብኹም ዝለይዎ፣ ብኡ ንብኡን ድማ እንታይ ትኸውን? ትፍወስ። ሃሌሉያ! እግዚኣብሔር እሙን እዩ። ብኡ ንብኡ ሓወየ፣ ኣራቱ ኣልዒሉ ከኣ ኣራቱ ኣልዒሉ ከደ ኢሉ የሱስ ጎይታይ ከይዱ በቃ ሃሌሉያ ክብሪ ንስሙ ሃሌሉያ ታሪኹ ተቀይሩ መንነቱ ተቀይሩ ሃሌሉያ ሓዘኑ ናብ ሓጎስ ቀይሩ ሓይሊ ሂብዎ እግዚኣብሔር ይመስገን የሱስ ክርስቶስ ጎይታ እዩ ሃሌሉያ ናይ ደስታ ዘመን መጺሉ ናይ ሓጎስ ዘመን መጺሉ እግዚኣብሔር እሙን እዩ ሃሌሉያ እዚ ተኣምራት እዚ ሕጂ እውን ይሰርሕ እዩ እመኖ እዚ ተኣምራት እዚ ሕጂ እውን ሓቂ እዩ ሃሌሉያ ተኣሚንካዮ ኣባኻ ድማ ይኸውን እዩ ምጽንናዕ ደኻ ደሊኻ ትጸናናዕ ፈውሲ ዲኻ ደሊኻ ትፍወስ ምድሓን ዲካ ደሊካ ትድሕን የሱስ ክርስቶስ ጎይታ እዩ ህያው እዩ ቃሉ ዝዓይ እዩ ዘስልጥ እዩ ዝዓይ እዩ ዘስልጥ እዩ ዝቅይር እዩ ዝልውጥ እዩ ሃሌሉያ የሱስ ክርስቶስ ጎይታ እዩ ስሙ ይባረክ ሃሌሉያ እታ መዓልቲ እቲኣ ሰንበት ነበረት እታ መዓልቲ እቲኣ እንታይ ነይራ ሰንበት ነበረት ኢሉ ስለዚ ኣይሁድ ነቲ ዝሓወየ ሰብኣይ ሎሚ ሰንበት ስለ ዝኾነ ዓራትካ ክትፀውር ኣይፍቀደካን እዩ በልዎ ንሱ ግና ነቲ ዘሕውየኒ እዩ ዓራትካ ኣልዒልካ ኪድ ዝበለኒ ኢሉ መለሰሉ ንሳቶም ከኣ ነቲ ዓራትካ ኣልዒልካ ኪድ ዝበለካ ሰብኣይ መን እዩ ኢሎም ሓተትዎ ኣብቲ ቦታ ብዙሕ ህዝቢ ነበረ የሱስ ከኣ ድሕር ኢሉ ስለ ዝነበረ ነቲ ዝሓወየ ሰብኣይ መን ምዃኑ እቲ ዘሕወዮ ሰብኣይ መን ምዃኑ ኣይፈልጦን። ብድሕሪኡ የሱስ ኣብ ቤት መቕደሶም ረኸቦ። ኣብ ቤት መቕደስ ረኸቦ እሞ፣ እንሆ፣ እንሆ ሓውኻ ኣለኻ፣ እንሆ ሓዊኻ ኣሎኻ፣ ካብዚ ዝገደደ ከይረኽበካ፣ መሊስካ ሓጢኣት ኣይትግበር በሎ። እቲ እቲ ሰብኣይ ከኣ እቲ ሰብኣይ ከኣ ከይዱ እቲ ዘሕውየኒ የሱስ ከምዚ ኢየሱስ ከም ዝኾነ ነይሁድ ነገሮም ኢሉ እግዚኣብሔር ይመስገን ኢየሱስ ክርስቶስ ጎይታ እዩ ሃሌሉያ ክብሪ ንኣምላኽ ይኹን ኣብዚ እንታይ ዝብለና እቲ ሰብኣይ እዚ ብሰንበት እዩ ጎይታ የሱስ እንታይ ገይርዎ ይሕይዎ እግዚኣብሔር ይመስገን ኣብ ብሉይ ኪዳን ከዓ ሰንበት ከዓኒ ዝኾነ ነገር ኣይግበር ነይሩ እግዚኣብሔር ይመስገን ሃሌሉያ ኢየሱስ ክርስቶስ ጎይታ እዩ ብብሉይ ክዳን መሰረት ማለት እዩ ግን ንሱ እቲ ጎይታ ሰንበት መፅዩ የሱስ እንታይ እዩ ዕርፍቲ እዩ የሱስ ሰማይን ምድርን ግዝኣት ናት እዩ ድለዩ ክገብር ዝኽእል ኣምላኽ እዩ እግዚኣብሔር ይመስገን ኢየሱስ ክርስቶስ ጎይታ እዩ እሱ እንታይ እዩ ጎይታ ሰንበት እዩ ንሱ እንታይ እዩ? ዕርፍቲ እዩ። በቃ ኣብ የሱስ ተኣቲካ ኣብ ዕርፍቲ ኢካ ትመላለስ። እግዚኣብሔር ይመስገን። የሱስ ክርስቶስ ጎይታ እዩ። ድላዩ ስለ ዝገብር ድማ ክፍውሶ ከሎ ንርኢ እግዚኣብሔር ይመስገን። ዓራትካሲ ክትፀውር መን ይፍቂድልካ ዝሕውየኒ ሰብኣይ ኢልዎም ኣይፈልጦን እውን ነይሩ። ድሓር ግና ኣብቲ ቤት መቅደስ ምስ ረኣዮ ጎይታ እንታይ ኢልዎ ደጊምካ ኣይትበድል ኢልዎ። ሃሌሉያ የሱስ ጎይታይ ሕዚ ሰብኣይ እዚስ ብምብዳል እዩ ተኣሲሩ ነይሩ ማለት እዩ ስለዚ እዩ ጎይታ ከም ኢልዎ ግን እግዚኣብሄር ግን ምሕረት ዝገብር ኣምላኽ እዩ ኣሜን እግዚኣብሄር እንታይ ዝገብር ኣምላኽ እዩ ምሕረት ዝገብር ኣምላኽ እዩ ካብ ኩሉ በደልካ ካብ ኩሉ ሓጢኣትካ እንታይ ዝገብር እዩ ናፃ ዝገብር ኣምላኽ እዩ እግዚኣብሄር ይመስገን ስለዚ እ፣ ኣብ ሓድሽ ኪዳን የሱስ ክርስቶስ ጎይታይ ኣነ ኢልዎም ኣሎ ኣብ ማቴዎስ ኣነ ጎይታ ሰንበት እየ ኢሉ ኣሎ እግዚኣብሔር መስገን ኣብ የሱስ ዝኣተወ ኣብ ዕርፍቲ እዩ ኣትዩ ዘሎ ማለት እዩ እግዚኣብሔር መስገን የሱስ እንታይ እዩ ዕርፍቲ እዩ የሱስ እንታይ እዩ ሃሌሉያ ዕርፍቲ እዩ ማለት እዩ እግዚኣብሔር መስገን ስለዚ እዩ ብሰንበት ሰናይ ምግባር እናበለ ምህሮም እዩ ኣብኡ እውን እግዚኣብሔር መስገን ብዙሕ ግዜ ይቃወምዎ ነይሮም ሰናይ ምግባር ጽቡቅ ኢልዎም እግዚኣብሔር መስገን ሃሌሉያ ጎይታ ይባረክ እግዚኣብሔር እሙን እዩ ብሓቂ ንሱ እንታይ እዩ ጎይታ ጎይታ ሰንበት እዩ እግዚኣብሔር ይመስገን ስለዚ ንመዓልታት ዝፈጠረ ንሱ እዩ ኩሉ ካብኡን ብኡን እዩ ኣይኮነን ንኣምና ይኹን ብዘይ ብኡ ድማ እዚ እንታይ ዘ- ዝኾነ ነገር እዚ የለን እዩ ስለዚ እሱ ኩሉ ብኢዱ ዝሓዘ ኣምላኽ እዩ ክብሪ ንኣምላኽ ይኹን ጎይታ ኩሉ ግዜ ስሙ ይባረክ ቃሉ እንታይ እዩ ሓቂ እዩ ክብሪ ንኣምላክ ይኹን ስለዚ ንዓና እውን ከምኡ እዩ ማለት እዩ ክብሪ ንኣምላክ ይኹን ንዓና ከምኡ እዩ ጎይታ ይባረክ ሃሌሉያ እዚ ቃል እዚ ሕጂ እንታይ እዩ ኣብ ነፍሲ ወከፋትና ዝሰርሕ እዩ ዝዓይ እዩ ክብሪ ንኣምላክ ይኹን እንታይ ዝገብር እዩ ዝልውጥ እዩ ክብሪ ጎይታ ይኹን ኣምላክ እሙን እዩ ኣምላክሲ ኣብ ቃሉ እንታይ እዩ ኩሉ ግዜ እሙን እዩ ክብሪ ንኣምላክ ይኹን

የሱስ ጎይታ እዩ ስሙ ይባረኽ ንጸሎትና ፍጡን ረድኤትና እዩ እንታይ ኢሉ ኣሎ ብዛዕባ ሰንበት ኣብዚ ማቴዎስ 12 የሱስ ጎይታ ሰንበት ኢሉ በቲ ግዜ እቲ የሱስ ብሰንበት ብማእከል ዝዘርኡ ገርሁ ሓሊፉ ደቂ መዛሙርቱ ድማ ጠምዮም ስለ ዝነበሩ ሰዊት እና እና ሰዊት እናቆጸዩ እናቖጸዩ ኪበልዑ ጀመሩ። ፈሪሳውያን ድማ እዚ ርእዮም፣ ደቂ መዛሙርትኻ ብሰንበት ኪግበር ዘይግባእ ይገብሩ ኣለዉ በሎም። ንሱ ድማ ንሱ ድማ ዳዊት ምስ ጠመየ እንታይ ድዩ ዝገበረ? እቶም ምስኡ ዝነበሩ ከመይ ኢሎም ኣብ ቤት ኣምላኽ ከም ዝኣተዉ ብዘይካ ብዘይካ ንበሕቶም ንካህናትን እምበር ንካህናት እምበር ንሱ ዀነ ነቶም ምስኡ ዝነበሩ ኪበልዑ ዘይግብኦም ዘይግብኦም ኅብስቲ ቍርባን ከም ዝበልዑ ኣየንበብኩምን ኢኹም? ካህናት ኣብ ቤት መቕደስ ብሰንበት ንሰንበት ከም ዚስዕርዎ በደል ከም ዘይኰኖምሲ ብሕጊ ሙሴዶ ኣየንበብኩምን ኢኹም? ኣነ ግና ካብ ቤት መቕደስ ዚዓቢ ኣብዚ ኣሎ እብለኩም ኣለኹ። ግናኸ ካብ መሥዋዕቲ ምሕረት ይፈቱ። ካብ መስዋእቲ እንታይ ይፈቱ ጎይታ ምሕረት ትፈቱ ከምቲ ኣንቲ ወይ ክንብሎ ፀናሕና እግዚኣብሔር ይመስገን ካብ መስዋእቲ ምሕረት እዩ ዝፈቱ እንታይ ኢልዎ ኣሎ ደጊምካ ኣይትበድል ምክንያቱ እግዚኣብሔር ኢልና ኣሎና ናይ ምሕረት ኣምላኽ እዩ ዘንጽህ ኣምላኽ እዩ ዘጥዒ ኣምላኽ እዩ ንሱ እንታይ እዩ ካብ ቤት መቐደስ እኳ ዝዓቢ ኣብዚ ኣሎ ንሱ እንታይ እዩ ጎይታ ሰንበት እዩ እግዚኣብሔር ይመስገን ስለዚ ብሰንበት ሰናይ ምግባር ክብሎም ከሎ ኣብዚ ንርኢ እግዚኣብሔር ይመስገን ጐይታ ይባረኽ። ግናኸ ካብ መስዋእቲ ምሕረት ይፈቱ ዝብል እንታይ ምዃኑ እንተትፈልጥዎ ነዚ በደል ዘይብሎም ኣይምፈረድኩሞምን ኔርኩም፣ ምኽንያቱ ወዲ ሰብ ጐይታ ሰንበት እዩ በሎም። ስለዚ ወዲ ሰብ እንታይ ኢሉ? ጐይታ ሰንበት እዩ። ጐይታ የሱስ እንታይ እዩ? ጐይታ መዓልታት እዩ። ሃለሉያ ንሱ ካብቲ መዓልቲ እንታይ ይገብር ጎይታ ይዓቢ ሃለሉያ ክብሪ ንስሙ ይኹን ኣብ የሱስ ዝኣተወ ድማ ኩሉ እንታይ እዩ ኣብ ዕርፍቲ እዩ ዝመላለስ እሞኒ ክብሪ ንኣምላኽ ይኹን ስለዚ ናብ የሱስ ንዓ ኣብ ዕርፍቲ እቶ እግዚኣብሔር ይመስገን ኣብ ዕርፍቲ እቶ ክብሪ ንስሙ ይኹን ኣምላኽና ዓብዩ ንሱ ኩሉ ዝኽእል ኩሉ ዝፈልጥ ኣምላኽ እዩ ንሱ ንበይኑ ክብርን ምስጋናን ንዑ ይኹን። ስለዚ እግዚኣብሄር ናይ ምሕረት ኣምላኽ እዩ። ሕጂ እውን እንታይ ንግበሮ ንድለዮ፣ ሕጂ እውን እንታይ ንግበሮ ንፀዋዕዮ፣ ሕጂ እውን እንታይ ግበርዎ ፀውዕዎ። እግዚኣብሄር መስገን እግዚኣብሄር ኣምላኽ ነመስግነካ ንባረኸካ ኣሎና ስለቲ ዘይውዳእ ምሕረትካ ስለቲ ፍቕርኻን ተመስገን። ስለቲ ከኣልነትካ ተመስገን እግዚኣብሄር ጎይታ ሰራዊት ካብ ምሕረትሲ ሃሌሉያ ካብ መስዋእትስ ምሕረት ትፈቱ ኣምላኽ ኢኻ እሞ ተመስገን ንሱ ምሕረት እዩ ዝፈቱ ጎይታ ይባረኽ ዝምሕር ኣምላኽ እዩ ዝፍውስ ኣምላኽ እዩ ዝልውጥ ኣምላኽ እዩ ስለዚ ንእግዚኣብሄር ንምድላይ ኣይትድከሙ ንእግዚኣብሄር ንምፅዋዕ ኣይትድከሙ እግዚኣብሄር ኣሎ ኣሎ ዝሰምዕ ዝምልስ ሃሌሉያ ዝረድእ ዝፍውስ ኣምላኽ እዩ እግዚኣብሔር ባረኩም ንስኻትኩም ብሩካት ኢኹም ተባረኹ የሱስ ክርስቶስ ጎይታ እዩ እታ ናይ ምድሓን መዓልቲ ሕጂ እያ እግዚኣብሔር ይመስገን ብወዲ ዝኣመነ ኩሉ ናይ ዘለኣለም ህይወት ክረክብ እምበረ ሃሌሉያ ብወዲ ዝኣመነ ኩሉ ናይ ዘለኣለም ህይወት ክረክብ እዩ ሃሌሉያ እግዚኣብሔር ኣቦ እንታይ ዝገበሮ በጃ ኩሉ ዓለም ሃሌሉያ ዘሕለፎ እሞ እግዚኣብሔር ይመስገን የሱስ ክርስቶስ ጎይታ እዩ። ስለዚ ብወዱ እንታይ ይኹነልኩም? ምእማን ሃሌሉያ፣ ምእማን ሃሌሉያ። ናይ ዘለኣለም ህይወት መታን ክትረኽቡ፣ ናይ ዘለኣለም ዕርፍቲ መታን ክትረኽቡ እግዚኣብሔር ይመስገን። ንዓለም ክሳብ ክንድዚ ጎይታ ኣፍቂርዋ ንወዱ በጃ ምሃብ እግዚኣብሔር ይመስገን። ንወዱ ብበጃ ምሕላፍ ተገይርዋ ንዓለም ኣፍቂርዋ እዩ። ሃሌሉያ። ስለዚ ነቦ እንታይ ንግበሮ? ነፍቅሮ። ነቦ እንታይ ንግበሮ? ንድለዮ። ዓለም ምስ ፍትወታ እንተ ኸትከውን እያ ክትሓልፍ እያ። ዓለም ምስ ፍትወታ እንተ ኸትከውን እያ ክትጥቕለል እያ። የሱስ ጎይታ እዩ። እቲ ዘይሓልፍ ግና ናይ እግዚኣብሄር እንታይ እዩ? ሃሌሉያ ምድሓን ናይ እግዚኣብሄር እንታይ እዩ? ዕርፍቲ ኣብ ዕርፍቲ ምእታው ማለት እዩ እግዚኣብሔር ይመስገን ኣበይ ኣብቲ ጎይታ ሰንበት እግዚኣብሔር ይመስገን ጎይታ ባረኩም እግዚኣብሔር ስኻትኩም ብሩኻት ኢኹም ተባረኹ ሃሌሉያ እዚ ቃል እንታይ ትግበርዎ ሸለል ኣይትበልዎ መርምርዎ ሃሌሉያ ኣስተንትንዎ እግዚኣብሔር ይመስገን ጎይታ ድማ ክርከበልኩም እዩ ሃሌሉያ ድለይዎ ንሱ ድማ ክርከበልኩም እዩ ሃሌሉያ ኣብ ምፅዋዕ እዩ ዝርከብ ጎይታ እግዚኣብሔር ይባርኩም ይሓልኹምን እግዚኣብሔር ገፁ ይምለሰልኩምን የብርሃልኩምን እግዚኣብሔር ይመስገን እስኻትኩም ብሩኻት ኢኹም ተባረኹ ሻሎም